ሻሎም ሻሎም ሻሎም ቤተሰብ እግዚኣብሔር ኣምላኽ ከመይ ሓዲርኩም ሰላም ጸጋ ምሕረት ሓለዋ ናይ እግዚኣብሔር ዝበዝሐልኩም ህዝቢ እግዚኣብሔር ኣምላኽ ስሙ ይባረኽ ኣነ ሓውኹም ሰላሕ ኣዲን እየ ካብ ሲኣርጂ ኢንተርናሽናል ቸርች ስቶኮሎም ስዊድን ዝፍኖ ናይ መዓልቲ ቃል ድብል ፕሮግራምና እዩ ሎሚ ድማ ከምቲ ኩሉ ግዜ ንመዓልትና ንሓይሊ ንተስፋ ንጸጋ ዝኸውን ቃል እንካፈሎ ሎሚ ድማ በዚ መዓልቲ ነዚ መዓልቲ ንክውን ናይ እግዚኣብሔር ቃል ሓቢርና ክንካፈል ኢና ሎሚ መዓንቲ እንካፈሎ ቃል በቲ ቃል ጌረውን ቁሩብ ቃል ክእውጀልኩም እየ ክጽልየልኩም እየ በዚ ቃል ድማ እዛ መዓልቲ እዚኣ ክትውዕልዋ ተስፋ ገብር ክብርና ኣምላክ ይኹን ሎሚ መዓንቲ እንካፈሎ ቃል ኣብ ደም ኢየሱስ ጽኑዕ ሓለዋ ኣሎ ዝብል እዩ ሃሌሉያ ኣዝዩ ሓያል ዝኾነ ፕሮቴክሽን ሓያል ዝኾነ ሓለዋ ኣብ ናይ ኢየሱስ ክርስቶስ ደም ኣሎ። ሃሌሉያ! ናይ ደሙ ጉልበት ዝተረድኦም፣ ናይ ደሙ ምስጢር ዝተገለጸሎም ሰባት ከይፈርሑ ሃዲኦም ይነብሩ እዮም። የሱስ ንዘልኣለም ጎይታ እዩ። ምኽንያቱ ካብ ብዘሎ ክፉእ ነገር ዝሕሉ ደም የሱስ ክርስቶስ እዩ። ስለዚ ንእሽተይ ስለ ደም የሱስ ክርስቶስ ከካፍለኩም እየ፣ በዚ ደም ጌርና ድማ ክንእውጅ ኢና። እግዚኣብሔር ኣምላኽ ስሙ ይባረኽ። መጽሓፍ ቅዱስ ኣብ ዘጸኣት። ክልተ ጥቕሲ ከንብበልኩም እየ። ዘጸኣት ዓሰርተ ክልተ ዓሰርተ ሰለስተ መጀመርታ ከንብበልኩም እየ። ንምድሪ ግብጺ ምስ ዝወቕዓ ድማ ኣብተን ዘለኹምወን ኣባይቲ እቲ ደም ምልክት ይኹንኩም፣ እቲ ደም ርኤ ክሓልፈኩም እየ እቲ ደም ርኤ ክሓልፈኩም እየ። ስለዚ ፋሲጋ ዝተባህለ ብኸምዚ እዩ ማለት እዩ። እቲ ደም ርኤ ክሓልፈኩም እየ፣ እቲ ዘጥፍእ መዓት እውን ኣባኻትኩም ኣይከውንን። ሃሌሉያ! እቲ ዘጥፍእ መዓት እውን ኣባኻትኩም ኣይከውንን። ንምንታይ ተተባህለ ነቲ ዘጥፍእ መዓት ዘሕልፍ፣ ፓስኦቨር ዘግብር፣ ምልክት ናይ ደሙ ስለ ዘለዎም ማለት እዩ። ኣሜን! ካብዚ ተላዒሎም እዮም ፋሲጋ ዝብል ከብዕሉ ዝጀመሩ ማለት እዩ። ምሕላፍ ዝብል ትርጉም ኣለዎ። ፓስኦቨር፣ ኢየሱስ ንዘለኣለም ጎይታ እዩ። ኩሉ ግዜ ደሙ ንመዓት ክሓልፈካ እዩ ዝገብሮ። መዓት ኣባኻ ኸም ዘይበጽሕ እዩ ዚገብሮ፣ መዓት ንቤትካ ኸም ዘይረኽቦ፣ ክፉእ ነገር ንቤትካ ኸም ዘይረኽቦ ዚገብር ደሙ እዩ። ሃሌ ሉያ! እቲ ምእንቲ ብዘላ ዓለም ዝፈሰሰ ናይ የሱስ ክርስቶስ ደም፣ እዚ ደም እዚ ንመዓት ካብ ፍጥረት ዘሕልፍ ሓይሊ ኣለዎ። ንመዓት ካብ ፍጥረት ዘሕልፍ፣ ንፍጥረት ድማ ዝሕሉ ደሙ እዩ። ሃሌ ሉያ! ቀጺሉ ከምዚ ኢሉ ኣሎ፣ ልዕል ኢልኩም ኣብ ዕስራን ሓደን። ሙሴ ድማ ንዅሎም ዓበይቲ እስራኤል ጸዊዑ በሎም፣ ነንማይ ቤትኩም ገንሸል ሓሪድኩም ውሰዱ እሞ ፋሲጋ ሕረዱ። ርኢኹም፣ ፋስጋ ሕረዱ። ዕትርቲ ስም ዕዛ ውሰዱ፣ ኣብቲ ኣብ ጭሕሎ ዘሎ ደም ከኣ ጥምዕዎ። እቲ ላዕለዋይ ልዳት ንኽልቲኡ ቀዋሚ ልዳት ኣብቲ ኣብ ጭሕሎ ደም ዘሎ ልኸይዎ፣ ክሳዕ ብጊሓት ድማ ካባኻትኩም ሓደ ሰብ እኳ ካብ ኣፍ ቤቱ ኣይውጻእ። እግዚኣብሄር ንግብጻውያን ክወቅዕ ክሓልፍ እዩ እሞ፣ እቲ ደም ኣብ ልዕላይ ልዳን ኣብቲ ላዕሊ ልዳት ኣብ ክልቲኡ ቀዋሚ ልዳትን ምስ ረኣየ፣ እግዚኣብሄር ነታ ደገ ክሓልፋ እዩ፣ ነቲ ዘጥፍእ ድማ ናብ ቤትኩም ኣትዩ ክወቕዐኩም ኣይሓድጎን። ዋው! ነቲ ዘጥፍእ ድማ ናብ ቤትኩም ኣትዩ ክወቕዐኩም ኣይሓድጎን። ኢየሱስ ንዘለኣለም ጎይታ እዩ። ርኢኩም ኣሕዋት፣ ናይ ኢየሱስ ክርስቶስ ደም፣ እዚ ደም እዚ ኣብ ብሉይ ኪዳን ተገይሩ ዘሎ ደም፣ መጽሓፍ ቅዱስ ስለ ብሉይ ኪዳን ክዛረብ ከሎ፣ ብሉይ ኪዳን ናይ ሓድሽ ኪዳን ጽላሎት እዩ። ርኢኹም? ብሉይ ኪዳን ናይ ሓድሽ ኪዳን ጽላሎት እዩ። ኢየሱስ ክርስቶስ ብምሳሌ ኣብ ብሉይ ኪዳን ይግለጽ ነይሩ እዩ። ካብቲ ሓደ እዚ ናይቲ ገንሸል ደም ንሪኦ ዘለና ናይ ፋሲጋ ምልክት፣ እዚ ምልክት እዚ ናይ ኢየሱስ ክርስቶስ ምልክት እዩ። ናይ ኢየሱስ ክርስቶስ ምሳሌ እዩ። ኢየሱስ ክርስቶስ ገንሸል ፋሲጋና ኢልዎ ኣሎ መጽሓፍ ቅዱስ ኣብ ሓድሽ ኪዳን። ናትና ገንሸል ፋሲጋና ኢየሱስ ክርስቶስ እዩ። ስለዚ እዚ ኣብዚ ፈሲሱ ንሪኦ ዘለና ደም ነታ ሓቀኛ ንዓለም ምልእቲ ካብ ብዘሎ ክፍኣት ዘምልጣ ናይ የሱስ ክርስቶስ ደም ምልኩት ኢዩ። እዚ ደም እዚ ንዓለም ካብ ክፍኣት ዝሕልዋ ንዓለም ካብ ክፍኣት ዘምልጣ ንዝኣመኑ ክፍኣት ዘበለ ክሓልፎም ዘግብር ናይ የሱስ ክርስቶስ ደም ኣብ መስቀል ቀራንዮስ ፈሲሱልና ኢዩ። ካብዚ ዝፈሰሰልና ደም ዝተላዕለ መዓት ዘበለ ክሓልፈና እምበር ከይረኽበና ገይርዎ እዩ እቲ ደም። ሃሌሉያ ኣሜን። ሎሚ ናይ ደሙ ሓይሊ፣ ናይ ደሙ ጉልበት፣ ኣብ ደሙ ዘሎ ሓለዋ እንተ ደኣ በሪሁልና፣ ነዚ ዝበርሀልና ድማ እንተ ደኣ ኣዊጅናዮ፣ ክፉእ ዘበለ እንሪኦ ክሰግር እዩ ካባና። ዋይ ተተባህለ ደሙ ኣብ ዝተኣወጀሉ ክፉእ ዘበለ ኣይሰርሕን እዩ። ኣብ ደሙ ንኽፍኣት ዘሕልፍ ሓይሊ ኣሎ። ኣብ ደሙ ካብ ክፍኣት ዘምልጥ ሓለዋ ኣሎ። ኣብ ደሙ ጽኑዕ ዝኾነ ግምቢ ኣሎ። ብዙሕ ነገር ዲኹም ትሰምዑ ዘለኹም? ብዙሕ ነገር ዲኹም ትርእዩ ዘለኹም? ኣብ ቤተይ ከይኣትወኒ ኣይትበሉ፣ ከመይ ኢሊ ይኣትወኩም? ደም የብልኩምን ዲና የሱስ ክርስቶስ ምልክት ብደም የሱስ ክርስቶስ ኣይኮንኩምን ዲኹም ተገዚእኩም? ብደም የሱስ ክርስቶስ ኣይኮንናን ዲና ድሒንና? ካብቲ ንቤትና ከይኣትወና ንፈርሖ፣ እቲ ንህይወትና ሓልይዋ ዘሎ ደም ንዕኡ ንእመኖ። እሱ ድማ ነቲ መዓት ንቤትና ንኸይኣቱ ካባና ከሕልፎ እዩ። ዋይ ተተባህለ ደሙ ኣብ ዘለዎ መዓት ኣይሰርሕን እዩ። ካብ ዝገርመኩም ደም የሱስ ክርስቶስ ዘለዎ መዓት ንኸይኣቱ ኣምላኽ ባዕሉ ኣየፍቅደሉን እዩ። ዋይ ተተባሃለ ሕጊ እዩ ደም ክርስቶስ ኣብ ዘለዎ መዓት ኣይሰርሕን እዩ። ኣነን ንስኹምን ንጎይታና የሱስ ክርስቶስ ከም ናይ ግሊ መድሓኒና ጌርና ምስ ተቐበልናዮ ኣብዚ ጽኑዕ ሓለዋ ናይ ደሙ ኢና ኣቲና። ኢየሱስ ክርስቶስ ንዘለኣለም ጎይታ እዩ። ስለዚ ኣሕዋት ሎማዓንቲ ቅድሚ ምእዋጀይ ክልተ ነገር ክነግረኩም ኣብዚ ናይዚ ደም ሓለዋ ኣትዩ ዝሕሎ ሰብ ቀንዲ መን እዩ ድሕር ኢልኩሙኒ እዚ ደም ንብዘላ ፍጥረት ንሓለዋ ፈሲሱ እዩ ነገር ግን ኣሜን ኢሎም ዝኣተዉ ጥራሕ እዮም ዝጥቀሙሉ ስለዚ ሎማዓንቲ ምስዚ ደም ኣተሓሒዘ ቃል ክበኩም ፈጺምኩም ወሲንኩም ብግልኹም ንጎይታና የሱስ ክርስቶስ ልብኹም ዘይከፈትኩም ነዚ ዝፈሰሰልኩም ደም ዘይተረዳእኩም ሰባት እንተደኣ ኣለኹም ብግልኹም ወሲንኩም ንጎይታ ዘይተቐበልኩም ሰባት እንተደኣ ኣለኹም ሎሚ ምሳይ ኣውጁ እዛ ምሳይ ትእውጅዋ ኣዋጅ ከምቲ ጽሑፍ ዝብሎ ሰብ ብልቡ ኣሚኑ ይጸድቕ ብኣፉ ተኣሚኑ ይድሕን ኢሉ እዩ እሞ ኣብዚ ናይዚ ደም ሓለዋ ህይወትኩም ክትነብር ክገብራ እዩ ካብ ናትና ሓለዋ ናይ ዶማ ሓለዋ ይበልጽ ስለዚ ናይ ዶማ ሓለዋ የዋጸና እዩ ኣሜን ስለዚ ሎማዓንቲ ዝወሰንኩም ኣነ ንሂወተይ ሓላዊ ኣይኮንኩን ዶሙ ግን ሓላዊ ሂወተይ እዩ ትብሉ እንድሕር ኮንኩም ካብዛ ሰዓት እዚኣ ንደሓር ኣነ ኣብ ናይ ዶማ ሓለዋ እየ ክነብር ዝደሊ ወሲነ እየ ትብሉ እንድሕር ኮንኩም ሓለዋ ዶሙ ተገሊጹ እዩ ነዚ ዝተገልጸ ግን ኣነ ንስኹምን ሕጂ ክንጽሊ ኢና እዛ ጸሎት እዚኣ ትውስኑ ሰባት እዛ ጸሎት ከም ዝወሰንኩም መልሲ ስደዱልና ኢኹም ጸሓፉልና ኢኹም ከምዚ ኢልኩም ምሳይ ጸልዩ ው እግዚኣብሔር ኣምላኽ ስለቲ ብወድኻ የሱስ ክርስቶስ ኣብ መስቀል ዝኸፈልካዮ ዋጋ የመስግነካ ኣለኹ ደም ኢየሱስ ክርስቶስ ስለ ሓጢኣተይ ከም ዝፈሰሰ ይኣምን ኣለኹ ኢየሱስ ክርስቶስ ስለይ ከም እተሰቕለ ይኣምን ኣሎኹ። ብሳልሰይቲ መዓልቲ ከም ዝተንሰኣለይ ይኣምን ኣሎኹ። ካብዛ ሰዓት እዚኣ ብምእማን ኢየሱስ ክርስቶስ ሓድሽ ፍጥረት ኮይነ እየ። ኣሜን። ኢየሱስ ንዘለኣለም ጎይታ እዩ። ርኢኹም፣ እዛ ሕጂ ዝገበርናያ ዘረባ ኖርማል እያ ትመስል ነገር ግን ኣብዚ ሓለዋ ናይ እግዚኣብሄር እተእቱ ዋና መንገዲ ንሳ እያ ካብ ሓለዋኻ ሓለዋ ዶም ይበልጽ ሓለዋ ዶሙ ንኽፍኣት ዘበለ ኣብ ቤትካ የእቱን እዩ ከምዚ ኢልኩም ምሳይ በዚ መዓልቲ ጸልዩ በናዝሬቱ በኢየሱስ ክርስቶስ ስም ናይ ደሙ ምልክት ኣለኒ ኣብ ውሽጢ ደሙ'የ ዝነብር ብደሙ ተገዚኤ'የ ክፉእ ዘበለ ኣባይ ኣይበጽሕን'ዩ ደሙ ምልክት ዘለዎ እቲ ክፉእ ይሓልፎ'ዩ'ሞ ንዓይ ንቤተይ ንከባብየይ በኢየሱስ ክርስቶስ ስም ናይ የሱስ ክርስቶስ ደም ነጸግኩ ናይ የሱስ ክርስቶስ ደም ጸዋዕኩ ደሙ ንኹፉእ ከም ዘሕልፍ በኢየሱስ ስም ኣብዚ ኩነታት እዚ ድማ ደም ኢየሱስ ኣብ ኩሉ ቤተሰበይ ጸዋዕኩ ኢን ጂሰስ ማይቲ ኔም ደሙ ክፍኣት ዘበለ ክበጽሐኩም ኣይሓድጎን እዩ ንደሙ እመንዎ ንኻልእ ድምጺ ግደፍዎ ሻሎም